ሰላም ዝተኸበርኩም ተኸታተልቲ መደባት ሄለን ታይምስ ከመይ ትኾኑ ንሎሚ ብዛዕባ እቲ መዓልትታት ዘቑፀረ ጎንፂ እስራኤልን ፍልስጥኤምን ሕጂ ዝበፅሓሉ ኩነታትን ንፅፅር ሓይሊ ክልቲኤን ሃገራት እንታይ ከም ዝመስል ከምኡውን እንታይነት እቲ እስራኤል ኣብ ጥቕሚ ኣውዒላቶ ዘላ ውጽኢት ዝለዓለ ቴክኖሎጂ ኣይሮን ዶም ዘደህስስ ምድላው ሒዝናልኩም ቀሪብና ኣለና። ንምክትታልኩም እንዳመስገና ክሳብ ፍጻሜ መደብና ምሳና ክትጸንሑ ንዕድመኩም። ሰናይ ምክትታል። ክቡራት ተኸታተልትና ቅድም ኢልና ታሪክ ኩናት ሽዱሽተ መዓልቲ ኣብ መንጎ እስራኤልን ሃገራት ዓረብን ብዝብል ርእሲ ዘቕረብናዮ ቪድዮ ብዛዕባ እቲ ኣማኢት ዓመታት ዘቝጸረ ጐንጺ እስራኤልን ሃገራት ዓረብን፣ እቲ ቐንዲ መልዓሊኡን ነቲ ኽሳብ ሕጂ ዝቐጸለ ረምጺኡ ድማ ምኽንያት ከም ዝዀነ ኣብቲ ምድላው ከም ዝዳህሰስናዮ ዝዝከር ኢዩ። ኣብዚ ቕነ ድማ ምስ ናይ ሙስሊም በዓል ተተሓሒዙ ኣብ ኢየሩሳሌም ዝተጀመረ ጐነጽ፣ ድሕሪ እቲ ብ ዓሰርተ ትሽዓተ ስሳን ሸውዓተን ዝተኻየደ መዕነዊ ዂናት ርክብ እተን ሃገራት ካብ በብግዜኡ ምትንዃዕ ሓሊፉ ናብ ዝኸፍኣ ኹናት ከይኣትዋ ማሕበረሰብ ዓለም ስክፍትኡ እንዳገለጸ ይርከብ። ኣብዚ ቀረባ ግዜ እኳ እንተርኢና ፕረዚደንት ኣሜሪካ ጆ ባይደን ክልቲኤን ሃገራት ውዕሊ ተኹሲ ጠጠው ኣብል ንኽስማዕምዓ መጸዋዕታ ኣቕሪቡዩ ኣሎ። ይኹን እምበር ቀዳማይ ሚኒስተር ሃገረ እስራኤል ቢንያሚን ኔታንያሁ ግን እቲ ብሓይልታት ሓማስ ዝግበረልና ዘሎ ናይ ሮኬት መጥቃዕቲ ናቱ ግብረ መልሲ እዩ ዝበሎ እስራኤል ኣብ ጋዛ እትገብሮ ናይ መዳፍዕ መጥቃዕቲ ክቕጽል እዩ ኢሉ ከም ዝሓበረ መራኸብቲ ሓፋሻት እናተቐባብሎ ይርከባ። እቲ ኹናት ብኸምዚ እንተቐጺሉ መወዳእታኡ እንታይ ይኸውን ዝብል መልሲ ንግዜ ዝግደፍ ኮይኑ ንሕጂ ግን ከምቲ ኣብ መእተዊ መደብና ከም ዝሓበርናልኩም ንጽጽር ወተሃደራዊ ሓይሊ እተን ሃገራት እንታይ ከም ዝመስል ዝድህስስ ትሕዝቶና ምስ እንሰግር እስራኤል 170 ሽሕ ኣክቲቭ ዝኾኑ ወተሃደራት ኣለውዋ። እስራኤል ካብተን ሃገራዊ ኣገልግሎት ዝባ ሃገራት ዓለም ሓንቲ ምስቲ ምዃና ሰለስተ ሚልዮን ዝኾኑ ዜጋታት ወተሃደራዊ ስልጠና ዝወሰዱ ኣብ ዝኾነ ሰዓት እንትፀውዑ ናብ ሰራዊታት ዝፅምበሩ ወተሃደራት ኣለውዋ። እዚ ማለት ካብ ጠቕላላ ትሽዓተ ሚልዮን በዝሒ ህዝባ እቶም ሰላሳን ሽዱሽተን ሚእታዊ ዜጋታት እታ ሃገር ወተሃደራት እዮም ማለት እዩ። እስራኤል ሓንቲ ካብተን ኒኩለር ዝወነና ሸሞንተ ሃገራት ዓለምና ኮይና ኣቶሚክ ቦምብ ዝተዓጠቐትሉ ድማ ብኽልተ ሽሕን ዓሰርተ ሽዱሽተን ተባሂሉ ይግመት። እቲ ራዕዲ ኣብዚ ሕጂ ሰዓት ሽዱሽተ ሚእትን ሰማንያን ሓሙሽተን ብዝለዓለ ቴክኖሎጂ ዝተራቐቓ ናይ ኲናት ነፈርቲ ትውንን። ነዘን ዘመናውት ነፈርቲ ውግእ ሓዊ ከዝንብለን ዝተዳለዉ ሰላሳን ኣርባዕተን ሽሕ ኣባላት ሓይሊ ኣየር ድማ ኣለዉዋ። ብተወሳኺ ነዘን ናይ ኲናት ነፈርቲ ካብ ባሕሪ ዘበግሳን ዘዕርፋን ከምኡውን ንልዕሊ ሚእቲ ነፈርቲ ክስከማ ዝኽእላ ኣርባዕተ ዓበይቲ መራኽብ ኣለዋኣ። ናብ ዝደለየቶ ኣንፈት ዓለም ክትኩሱ ዝኽእሉ ሚሳይላት ተሰኪመን ክኳሻሓ ዝኽእላ ሸሞንተ ተሰከምቲ ሚሳይል ጀላቡ ድማ ኣለዋኣ። ብውሽጢ ውሽጢ ምስ ዓሳ ነባሪ እናተዳፍኡ ውቅያኖስ ሰንጢቖም ኣብ ዝደለይዎ ዓላማ ክበጽሑ ዝኽእሉ ሓሙሽተ ገዘፍቲ ሳብማሪናት ኣለውዋ። ብተወሳኺ ኣርባዓን ሓሙሽተን ናይ ፔትሮል ናይ ኲናት ጀላቡን ክልተ ክንዲ ማእኸላይ ከተማ ዝኾና ነተን ተሰከምቲ ናይ ኩነት ነፈርቲ ድጋፍ ዝህባ ዓበይቲ መራኽብ ኣለዋኣ። ንኽትቆጽሮም ዘጸግሙ ብዙሓት ባለስቲክ ክሩዝ ሚሳይላት እውን ትውንን። እቶም ሚሳይላት ንኢራን፣ ግብጽን ሶርያን ኣብ ውሽጢ ሰዓታት ናብ ፍርስራስ ክቕይሩ ዝኽእሉ ናይ ርሑቕን ቀረባን ተተኮስቲ እዮም። ንሎስ ዝበሃሉ ካብ ራዳር ቁጽጽር ወጻእ ዝኾኑ ሚሳይላት ካብ ዝወነኑ ውሑዳት ሃገራት እውን ይገብራ። እቲ ሕጂ ኣብ ግብሪ ኣውዒላቶ ዘላ ኣይሮን ዶም ዲፈንስ ሲስተም ዝተተኮሱ ሚሳይላትን ሮኬታትን ገና ኣብ ሰማይ እንዳሃለዉ ዘምክን ቀልቢ ብዙሓት ዝሰሓበ መሳርሒ እውን ዝወነነት እያ። እስራኤል ብመሰረት እቲ ብ2019 ዝተግበረ መጽናዕቲ ኣብ ዓመት 21 ቢልዮን ዶላር ንወታደራዊ ስራሕቲ በጀት ብምስላዕ ካብ ዓለም ኣብ 15 ደረጃ ተሰሪዓ ትርከብ መብዛሕትና ዘይንጽበዮን ዝገርብን ነገር ድማ እስራኤል ኣብ ሃገራ እተፍርዮም ዘመናዊ ኣጽዋራት ንኣሜሪካን ሩስያን እትሸይጥ ሃገር ምዃና እዩ ንዓና ኣፍሪቃውያን ድሮናትን ክላሽን ሾብን ዝልእኹልና ናይ ኣውሮጳ ሃገራት ቀዳሞት ናይ እስራኤል ኣጽዋር ሸመትቲ እዮም። ክቡራት ተኸታተልትና እቲ ክሳብ ሕጂ ከነቕርበልኩም ዝጸናሕና ወተሃደራዊ ቁመናን ናውትታትን እስራኤል ብኣሽሓት ዝቝጸሩ ብቴክኖሎጂ ዝተረቐቑ ታንክታትን መዳፍዕን ከምኡ'ውን ነቲ ብሉጽ ናይ ሓበሬታን ስለላን ብቕዓት ዝወነነ ትካል ስለላ ሞሳድ ኣብ ግምት ከኢትና እዩ። ካብዚ ቀጺልና ናብ ናይ ፍልስጤም ወተሃደራዊ ቁመና ምስ እንሰግር፣ ፍልስጤም እታ ብሕታዊት ኤ ጋቨርንመንት ዊዝኣውት ስቴት ወይ ድማ መንግስቲ ብዘይ ግዝኣታዊ ሓድነት ዝኾነት ሃገር እያ። ጋዛ ኣብ መንጎ እስራኤልን ግብጽን ተጣቢቓ ትርከብ ሳንዱቕ እትመስል ቦታ እያ። ኣብ ፍልስጤም ዝርከቡ ሓይልታት እስላሚክ ጀሃድን ሓማስን ክልቲኦም ክሳብ 160 ኪሎ ሜትር ዝውንጨፍ ናይ ሓፂር ርሕቐት ከም ዘግዛጊ ሚሳይል ዝተዓጠቑ እዮም ከምኡ እውን 13000 ተተኮስቲ ሮኬታት ከም ዝወነኑ ይግለጽ ንምዃኑ ዕጡቓት ሓማስ መን እዮም ኣብ ፍልስጤም ካብ ዝርከቡ ዕጡቓት ጉጅለታት እቲ ዝለዓለ ዓቕሚ ሰብን ኣጽዋርን ዘለዎ ጉጅለ ሓማስ እዩ። እቲ ሓማስ ዝብል ስም ብዓረብ ኮይኑ ምንቅስቓስ ዓረባዊ ጉጅለ ዝብል ትርጉም ኣለዎ። እዚ ኣብ 1987 ዝተመስረተ ዕጡቕ ጉጅለ ነቲ ብእስራኤል ኣብ ምዕራባዊ ጎላጉልን ጋዛን ዝሓዘቶ ቦታታት ንምምላስን ንእስራኤል ንምድምሳስን ዓሊሙ ዝተልዓለ ጉጅለ እዩ። ሓማስ ክምስረት እንከሎ ክልተ ቀንዲ ዕላማታት ሒዙ'ዩ ተበጊሱ። በቲ ብብርጌድ ኢዘዲን ኣልቃሲም ዝፍለጥ ወተሃደራዊ ክንፊ ኣንጻር እስራኤል ቃልሲ ምክያድን ማሕበራዊ ድሕነት ፍልስጤማውያን ንምውሓስን እዩ። ኣብ 2005 እስራኤል ወተሃደራታን ሰፋሮኣን ካብ ጋዛ ምስ ሰሓበት ግን ሓማስ ካብ ዕጥቃዊ ቃልሲ ናብ ፖለቲካ ተሰጋጊሩ። ኣብ ክልተ ሽሕን ሽዱሽተን ኣብ ዝተኻየደ ሕጋዊ ምርጫ ድማ ተዓወተ። ድሕርዚ ነቲ ብፕረዚደንት መሓመድ ዓባስ ዝምራሕ ፋታሕ ዝተባህለ ጉጅለ ክደፍእዎ ጀመሩ። ድሕርዚ ክስተት እቶም ኣብ ጋዛ ዝርከቡ ዕጡቓት ኣንጻር እስራኤልን እታ ጸግዒ እስራኤል ብምዃን ንሓማስ ንምንጻል እትሰርሕ ግብጽን ሰለስተ ግዜ ኩናት ኣካይዶም። ሓማስ ከም ዕጡቕ ብእስራኤል፣ ኣሜሪካን ሕብረት ኣውሮጳን ዓባይ ብሪጣንያን ካልኦት ሓይልታትን ግብረ ሽበራዊ ጉጅለ ተባሂሉ እዩ ዝጽዋዕ። ፍልስጤም ካብቶም ዓሰርተ ሽዱሽተ ዓሳ ገፈፍቲ ጀላቡ ወጻኢ እዚ ዝበሃል ናይ ኩናት መራኸብን ጀላቡን ዘይብላ ሃገር እያ። ክቡራት ተኸታተልትና ኣብ መወዳእታ ድማ ብዛዕባ እቲ ንዓለም ዘስደመመ ኣይሮን ዶም ዲፈንስ ሲስተም እንታይነቱን ከመይ ከም ዝሰርሕን ዝድህስስ ትሕዝቶና እንትንሰግር ኣይሮን ዶም ሮኬታት፣ መዳፍዕ፣ ሞርታራትን ከምኡ'ውን ኣብ ኣዝዩ ሓጺር ናይ ኣየር መከላኸሊ ነፈርትን ሄሊኮፕተራትን ሰብ ኣልቦ ነፈርትን ንልዕሊ ሰብዓ ኪሎሜትር ኣብ ዘሎ ሓጺር ግዜ ናይ ምጥቃዕ ዓቕሚ ዘለዎ ብዙሕ ናይ ተልእኮ ኣገባብ ዝኽተል ወተሃደራዊ ጸርጊ ኲናት እዩ። እዚ ኣብ ዝኾነ ኩነታት ኣየር ዘገልግል ኮይኑ ብሓንሳብ ብዙሕ ዒላማታት ብምውቃዕ ኣብ ልዕሊ መሬትን ባሕርን ክዋፈር ይኽእል። ኣይረንዶም ብራፋኤል ምዕቡል ስርዓት ምክልኻል፣ Systems፣ IBT ዝስራሕ ኮይኑ፣ ካብ ክልተ ሽሕን ዓሰርተ ሓደን ኣትሒዙ ድማ ምስ ሓይሊ ኣየር እስራኤል የገልግል ኣሎ። ኤልታ ነቲ ራዳር ዘዳለዎ ስርዓት ማዕተብ ዘማዕበሎ እዩ። ኣብ ክልተ ሽሕ፣ ሕዝቦላን ሓማስን ኣብ ልዕሊ እስራኤል ተኸታታሊ ናይ ሮኬት መጥቃዕቲ ድሕሪ ምፍጻሞም እዩ ከማዕብሎ ዝተለዓዓለ። ኣይሮን ዶም ብኸመይ ይሰርሕ? ኣይሮን ዶም ናይ ውግእ መቆጻጸሪ ኣሃዱ፣ ናይ ምፍንጃር ራዳር፣ ናይ ምክትታልን ከምኡ'ውን ሰለስተ ንትኹል ዝውንጨፉ ኣሃድታት ዝጥርንፍ ኮይኑ፣ ነፍሲ ወከፉ ዒስራ ናይ መተንፈሲ ምሳይላት ኣለዎ። እቲ መፈንጥራ ሚሳይል ነቲ ዕላማ ዝገበረ ኣጽዋር ኣብ ኣየር ንምፍንጃር ውዲት ይጥቀም። እቲ ኣይረን ዶም ምስቲ ናይ ዳዊት ወንጭፍን ናይ ፈርኦን መከላኸሊ ሚሳይልን ኣብ ነቕ ዘይብል መከላኸሊ መስመር እዩ ዝዋፈር። እዚ ማለት ድማ ንሓጺርን ነዊሕን ርሕቐትን ዘየስግእ እዩ። እቲ ኣብ መንጎ እስራኤልን ፍልስጤማውያንን ሓማስን ተኸሲቱ ዘሎ ውጥረት ነቲ ኣብ ዝሓለፈ ሒደት መዓልትታት ክሰርሕ ዝጸንሐ ናይ ስታር ውግእ ዝመስል ምትሕንፋጽ ዘለዎ ናይ ሓጺን ጉልባብ ከም ዝጎሃር ገይርዎ እዩ። እቲ ናይ ሓጺን ዶም ክሳብ ኣርብዓን ኣርባዕተን ኪሎ ሜትር ዝበጽሕ ሮኬታትን መዳፍዕን ንምብታን ተባሂሉ ዝተሰርሐ ናይ ኣየር መከላኸሊ ሜላ እዩ። እቲ ብራፋኤል ማዕቢሉ ዘሎ መከላኸሊ ሲስተም ከምኡውን ኢልታ ሲስተምስ ዘማዕበሎ ዶም ባትርን ራዳርን ስርዓት ትእዛዝን ቁፅፅርን ዝሓዘ እዩ። ነፍሲ ወከፍ ባትሪ ዒስራ ናይ መተንፈሲ ሚሳይላት ዝውንጭፍ ብሰለስተ ወንጨፍቲ ሰራውር ዝቖመ ኮይኑ ጠቕላላ ዒስራ ማልያታት ኣብ ባትሪ ኣለዎም። እቲ ናይ ሓፂን ዶም ኣዝዩ ጠቓሚ ዝገብሮም ናይ ሮኬት ወይ ናይ መዳፍዕ ዛዕጎላት ንምክታል ናብ ከተማ ገፁ ይኸይድ እንተሎ ንምውሳን ዘኽእሎ ቴክኒካዊ ክእለት እዩ። እቲ ዝመጽእ ዘሎ ናይ ምኩሻም መስርሕ ንሓንቲ ከተማ ወይ ቁሸት ክወቅዕ እንተኾይኑ ጥራሕ እዩ እቲ ናይ ሓጺን ጉልባብ ንምእታው ዝፍተን። እቲ ስርዓት ምክልኻል ኣየር ክቡር እዩ። ነፍሲ ወከፍ ናይ መተንፈሲ ሚሳይል ካብ ኣርባዓ ሽሕ ዶላር ክሳብ ሓምሳ ሽሕ ዶላር ኣሜሪካ የውጽእ። ሓማስ ግን ነፍሲ ወከፍ ናብ እስራኤል እተወንጭፎ ሮኬት ብገምጋም ሸሞንተ ሚእቲ ዶላር ኣሜሪካ እዩ ዘውፅእ ክቡራት ተኸታተልቲ መርባት ሄለን ታይምስ ንሎሚ ናባኹም ከነቕርቦ ዝሓርናዮ መደብ ነዚ ይመስል ነይሩ ብኻልእ ክሳብ ንራኸብ ሰላም ደሓን ጽንሑ።